ብበዓል ስልጣን ኣግራብን እንስሳ ዘገዳምን ዝተዳለወ ኣርባዕተ ነጥቢ ሓሙሽተ ሚልዮን ፈልስታት ኣብ ዝተፈላለየ ዞባታት ሃገርና ይትከል ከም ዘሎ ዋና ኣካየዲ ስራሕ ናይቲ በዓል ስልጣን ኣቶ ኣብርሃ ጋርዛ ንኤሪና ሓቢሮም። ምስ ኩሎም መሻርኽቲ ብምውህሃድ ሃገራዊ ሕዛእትን ዕቃበ ስነ ህይወታዊ ብዙሕነት ንምምዕባል ተርእዮ ብርሳት ኣግራብ ንምቁጽጻር ብዕቱብ ይስራሕ ከም ዘሎ ዝገለጸ ኣቶ ኣብርሃ እቲ ቀንዲ ዕላምኡ ሽፋን መሬት ናብ ንቡር ንምምላስን ንምቁጽጻርን ከም ዝኾነ ኣብሪሆም። ኣብቲ በዓል ስልጣን ሓላፊ ምዕቃብ ልምዓትን ኣግራብን ኣቶ ኢዮብ ዘርእማርያም ብወገኑ ነቲ በቢዓመቱ ዝካየድ መደብ ክረምታዊ ወፍሪ ልምዓት ተምሃሮ ንምዕዋት ኣብ ሰላሳን ሓሙሽተን መደበራት ፈልሲ ዝተዳለወ ልዕሊ ሰላሳን ትሽዓተን ዓይነታት ፈልሲ ናብ ዝተመደበበሉ ቦታታት በፂሑ ይትከሉ ከምዘሎ ብምሕባር ገረብ ኪኖቲ ኣብ ምዕቃብ ሓመድን ማይን ዘለዎ ተራ ኣብ ስርዓተ ምትንፋስ ህይወታውያን እውን ልዑል ኣበርክቶ ስለዘለዎ ብቐሊል ክጥመት ከምዘይግባእ ኣረዲኡ። ኣብ ዓመት ክልተ ግዜ ንዝተተኽለ ፈልስታት ምክትታል ከምዝግበረሉ ዝሓበረ ኣቶ እዮብ፣ ከም ውጽኢቱ ዛጊት ብደረጃ ሃገር ካብ ዝተተኽለ ሱሳ ሚእታዊት፣ ብተማሃሮ፣ ብማሕበራት፣ ሚኒስትሪታትን ውልቀሰባትን ካብ ዝተተኽለ ከኣ ተስዓን ሓሙሽተን ሚእታዊት ጸዲቑ ኣብ ጽቡቕ ኩነታት ከምዝርከብ ብምምልካት ምስ ማእከል ካርታን ሓበሬታን ኤርትራ ብምውህሃድ ብዝተኻየደ ውሁድ ስርሓት ዛጊት ኣርብዓ ሽሕ ሄክታር ብኣግራብ ተሸፊኑ ከምዘሎ ክረጋገጽ ከምእተኻእለ ኣብሪሆም። ነቲ ብበዓል ስልጣን ኣግራብን እንስሳ ዘገዳምን ዝተዳለወ ፈልስታት ንምትካል ኣብ ኣርብዓን ኣርባዕተን ንኡሳን ዞባታት ኣብ ዝተዘርግሐ ሚእትን ኣርብዓን ሸሞንተን ንቑጣታት ልዕሊ ሰላሳን ክልተን ሽሕ ተማሃሮ ወፍሪ ክረምታዊ ልምዓት ተዋፊሮም ምህላዎም እቲ ዝረኸብናዮ ሓበሬታ የመልክት።
ብዝተኻየደ ጻዕርን ጎስጓስን ኣብ ዞባ ሰሜናዊ ቀይሕ ባሕሪ እተርእዮ ሕማም ዓሶ ብልዕሊ ተስዓን ሸሞንተን ሚእታዊት ከምዝነከየ ሓላፊ ጨንፈር ሚኒስትሪ ጥዕና ኣብቲ ዞባ ዶክተር ዮውሃንስ ተኸስተ ብምኽንያት ሃገራዊ ቅነ ምክልኻል ሕማም ዓሶ ምስ ህዝቢ ኣብ ዝገበሮ ርክብ ገሊጹ። ዶክተር ዮውሃንስ ኣብ መግለጺኡ ሕማም ዓሶ ዓመት መጸ ብለበዳ መልክዕ ስለዝኽሰት ንሰብዓን ሓሙሽተን ሚእታዊት ካብ መሬትናን ሱሳን ሸውዓተን ሚእታዊት ካብ ህዝብናን ብምጥቃዕ ኣብ ህይወትን ማሕበረ ቁጠባን ህዝቢ ዓቢ ዕንወት ከኸትል ምጽንሑ ብምጥቃስ ሚኒስትሪ ጥዕና ካብ ሽሕን ትሽዓተ ሚእትን ተስዓን ትሽዓተን ኣትሒዙ ሃገራዊ ዋዕላ ብምክያድ ብዝነደፎ ናይ ፈለማ ሓሙሽተ ዓመታት ውጥን፣ መጠን ሕማምን ሞትን ብሰማንያ ሚኢታዊት ንምጉዳል ሓያል ጻዕሪ ከካይድ ከም ዝጸንሐን ዕዉት ውጽኢት ከም ዝተረኽቦን ኣረዲኡ። ዶክተር ዮሃንስ ኣስዒቡ፣ ኣብዚ ግዜ'ዚ እቲ ሕማም ብደረጃ ሃገር ብልዕሊ ተስዓ ሚኢታዊት ብደረጃ ዞባ ድማ ብልዕሊ ተስዓን ሸሞንተን ሚኢታዊት ከም ዝነከየ፣ እዚ ዓወት'ዚ ድማ ብሓያል ጻዕሪ ክኢላታት ጥዕናን ንቑሕ ሱታፌ ህዝብን ከም ዝተመዝገበ ብምምልካት፣ ኣብቲ ዞባ ብሓፈሻ ኣብቲ ኣዝዩ ዓሳው ዝኾነ ንኡስ ዞባ ጊንዳዕ ድማ ብፍላይ ኣብ ምውሓጥ ጽሬት ከባብን ተጠቃምነት ናምስያን ዘተኮረ ጎስጓስ ክብ ክብል ተላብዩ። ነበርቲ ብወገኖም ተርእዮ ሕማም ዓሶ ኣብ ዝተሓተ ደረጅኡ ንምውራድ ንምርባሕ ጣንጡ ዝዕድም ሓሓሊፉ ዝረኣ ጎሓፍ ብምድፋን ጽሬት ከባቢ ኣብ ምውሓስ ከም ወትሩ ድልዋት ምህላዎም ኣረጋጊጾም።
ኣብ መበል ዓሰርተ ሽዱሽተ ዓመታዊ ፌስቲቫል ኤርትራውያን ተቐማጦ ስካንዲኔቭያ ቀሪቡ ዘሎ ትሕዝቶ ስእላዊ ምርኢት ንመልእኽትን ዕላማን ናይቲ ሃገራዊ ምትእኽኻብ ዘጉልሕ ኮይኑ ከምዝረኸብዎ ተሳተፍቲ ገሊጾም። ንሳቶም ኣስዒቦም፣ እቲ ቅብኣን ደረቕ ስእልታትን ዘጠቓልል ምርኢት፣ ንመነባብሮ፣ ባህሊ፣ ታሪኽ፣ ከምኡ'ውን ባህርያውን ሰብኣውን ጸጋታት ኤርትራ ዝገልጽ ብምዃኑ፣ ኣብ መስርሕ ምውርርራስን ምንጽብራቕ ሓቀኛ ምስሊ ኤርትራን ዝህልዎ ተራ ብቐሊል ከምዘይግመት ሓቢሮም። ኣብቲ ምርኢት ዝሳተፍ ዘሎ ስነጥበባዊ ሄኖክ ተዓገስ ኣብ ዝሃቦ ሓበሬታ፣ እቲ ቀሪቡ ዘሎ ልዕሊ ኣርብዓ ስእልታት ብቐንዱ ኣብ ታሪኽን ባህልን ከምኡ'ውን ክብርታት ሕብረተሰብ ኤርትራ ዘተኮረ ምዃኑ ብምጥቃስ፣ ኣብ ምዕቃብን ምስግጋርን ታሪኽ እወታዊ ተራ ክጻወት ዘለዎ ልዑል እምነት ገሊጾም።
ሃገራዊ ኮንፈደሬሽን ሰራሕተኛታት ኤርትራ ብቑዑን ውፉይን ሰራሕተኛ፣ ዋሕስ ሃገራዊ ምዕባለ ብዝብል ቴማ ብ ሓደ ነሓሰ ን ኣገዳስነት ውዳበ ኣብ ቦታ ስራሕ፣ ውሑስ ቦታ ስራሕን ዝምድናን ዕዮን ዝምልከት ዓውደ ስልጠና ንወከልቲ ሰራሕተኛታት ኣካይዱ። ኣብ መኽፈቲ ናይቲ ኣብ ኣደራሽ ቤት ምኽሪ ንግዲ ኤርትራ ዝተዋህበ ዓውደ ስልጠና ሓላፊ ስልጠናን ምርምርን ሃኮሰኤ ኣቶ ተኽለ ይግዛው ኣብ ዘስምዖ ቃል ሞያን ፍልጠትን ዝዓጠቐ ኣፍራዪ ሓይሊ ኣብ ቁጠባ ሃገር መሪሕ ምዃኑ ጠቒሱ፣ ዕላማ ናይቲ ኣብ ኩለን ዞባታት ሃገርና ክወሃብ ዝጸንሐ ዓውደ ስልጠና፣ ኣብ ኣገዳስነት ውዳበን ሕጊ ዕዮን ዝጸንሐ ርድኢት ሰራሕተኛታት ንምዕባይን ከምዝኾነ ብምጥቃስ፣ ተሳተፍቲ ንዝቐሰምዎ ፍልጠት ናብ ሰራሕተኛታት ኣብ ምትሕልላፍ ጻዕርታቶም ከሐይሉ ተላብዩ። ኣብቲ ዓውደ ስልጠና፣ ረብሓታት ውሑስ ቦታ ስራሕ፣ ኣገዳስነት ምቹእ ናይ ስራሕ ሃዋህው፣ ፖሊሲ ድሕነትን ጥዕናን ሰራሕተኛታት ኣብ ቦታ ስራሕ፣ ምውዳብ ሰራሕተኛታት ምስ ሕጋዊ መስርሓት፣ ረብሓታት ሓበራዊ ውዕል፣ መሰላትን ግቡኣትን ሰራሕተኛታት ኣስራሕትን ከምኡ'ውን ካልእ ንሰራሕተኛታት ዝጸሉ ዛዕባታት ብዝምልከት ብክኢላታት ሰፊሕ ኣስተምህሮ ተዋሂቡ ኣሎ። ኣብ መወዳእታ፣ ዕላማ ሃኮሰኤ ውዳበ ሰራሕተኛታትን ምቹእን ኣድማዕን ናይ ስራሕ ሃዋሁ ብምፍጣር፣ ኣፍራይነት ከም ዝዓቢ ምግባርን ቁጠባ ሃገር ምምዕባልን ከም ዝኾነ ዝገለጸ ኣብ ሃኮሰኤ ምክትል ዋና ጸሓፍን ሓላፊ ጉዳያት ወጻእን ኣቶ ጸጋይ ሞጎስ፣ ተሳተፍቲ ናይቲ ስልጠና ኣብ ምርግጋጽ መሰላት ሰራሕተኛ ጻዕርታቶም ከሐይሉ ኣዘኻኺሩ።
ኣብ መደብ ክረምታዊ ልምዓት ዝሳተፉ ዘለዉ ተምሃሮ ካልኣይ ደረጃ ኣብያተ ትምህርቲ ዞባ ማእከል ዝተዋህቦም ዕማም ሕርሻዊ ንጥፈታት ብኣድማዕነት የሰላስሉ ከም ዘለዉ ወኪል ኤሪና ሓቢራ። እቲ ስራሕ ብቐንዱ ኣብ ምስሳን ባህርያዊ ኣግራብን ምድንፋዕ ዝተተኸለ ሕዛእትን ምዃኑ ዝጠቐሱ እቶም ተምሃሮ፣ እቲ ስራሕ ኣብ ርእሲ'ቲ ናይ ልምዓት ኣከባቢ ዕላምኡ፣ ተመክሮን ባህልን ስራሕ ዝቐስም ብልጫ ከም ዘለዎ ገሊጾም። ንሳቶም ኣስዒቦም፣ በብግዜኡ ዝካየድ ዘሎ ወፈራ ክረምታዊ ማእቶት፣ ኣብ ምፍዋስ ማይ ክዖ፣ ምሽፋን ቀላጥ ቦታታት፣ ምክልኻል ፍግረ መሬትን ምዕቃብ ትሕዝቶ ተፈጥሮኣዊ ሃብትን ዘለዎ ኣስተዋጽኦ ልዑል ምዃኑ ተረዲኦም ይሰርሑ ከምዘለዉ ድሕሪ ምግላጽ፣ ንዝጀመርዎ ስራሕ ብዝለዓለ ውህደትን ትግሃትን ክዓምዎ ድሉውነቶም ኣረጋጊጾም። ኣብ ከባቢ እምበይቶ ነቲ ወፍሪ ዝከታተል ዘሎ መምህር ክፍለ ወልዱ ኣብ ዝሃቦ ሓበሬታ፣ ክረምታዊ ወፍሪ ልምዓት ተመሃሮ፣ ነቲ ብክልሰ ሓሳብ ዝወሃብ ኣካደምያዊ ትምህርቲ ምስ ግብሪ ዘሳንን ባህሊ ስራሕን ዓያይነትን ዝኹስኩስን ከምዝኾነ ብምምልካት፣ ብጨንፈር ሚኒስትሪ ሕርሻ ንዝተዋህቦም ዕማም ብግቡእ ይፍፅምዎ ከም ዘለዉ ኣብሪሆም። ክኢላ ምግራብ ኣቶ ተስፎም መስፍን ብወገኑ፣ ኣብ ከባቢ እምበይቶ ንኡስ ዞባ ጋላነፍሒ ኣብ ሓምሳ ሄክታር ብተሳትፎ ሓደ ሽሕ ተምሃሮ ኣስታት ዒስራን ሽዱሽተን ሽሕ ፈልስታት ከም እተተኽለ ብምሕባር፣ እቲ መደብ ከምቲ ዝተወጠኖ ይሳለጥ ከም ዘሎ ኣነፂሮም።
ተቐማጦ ሰለስተ ምምሕዳራት ከባቢ ንኡስ ዞባ ኣዲባርዋ ኣብ ኮማዊ መናበዪ ዘኽታማት ተጠርኒፎም ንዝእለዩ ቆልዑ ናይ እኽልን ካልእ ናውትን ሓገዛት ከምዝገበሩ ወኪል ኤሪና ካብቲ ቦታ ሓቢሩ። ኣብቲ ናይ ምርኽኻብ ስነ-ስርዓት ሓላፊ ቁጠባዊ ልምዓት ንኡስ ዞባ ኣዲባርዋ ኣቶ ተኽለማርያም ገብረእየሱስ ኣብ ዘስመዖ ቃል እቲ ዝተገብረ ሓገዝ ሞራል ናይቶም ቆልዑ ብምብራኽ እወታዊ ተራ ክጻወት ተስፋ ዝህብ ብምዃኑ መላእ ሕብረተሰብ ክስዕቦ ኣዘኻኺሮም። ነቲ ሓገዝ ዝተረከበ ሓላፊ ጨንፈር ሚኒስትሪ ዕዮን ሰብኣዊ ድሕነትን ኣብቲ ንኡስ ዞባ ኣቶ ፍስሃየ ወረደ ብጊድኡ፣ እቶም ቆልዑ ኣብ ልዕሊ እቲ መንግስቲ ዝገብረሎም ሓገዛት ተቐማጦ ድባርዋውን ብውልቅን ጉጅለን በብእዋኑ ክሕግዝዎም ምጽንሖም ብምጥቃስ ነቲ ብውዱብ መገዲ ዝተተግበረ ደገፍ ኣመስጊኑ። ካብ ወደብቲ ናይቲ ተበግሶ ወይዘሮ ፍረወይኒ ተኽለጽዮንን ወይዘሮ ጽገ ይስሓቕን ብወገነን እቲ ዝተገብረ ሓገዝ መጀመርያ እምበር መወዳእታ ከምዘይኮነ ብምግላጽ ርድኢት ሕብረተሰብ ኣብ ኩነታት'ቶም ዘኽተማት ብምዕባይ ብዝተጸንዐ መገዲ ንምሕጋዞም ኣበርቲዐን ከምዝሰርሓ ኣረጋጊጸን። ኣብ ሸውዓተ ከተማታት ዞባ ደቡብ ዘኽተማት ቆልዑ ዝእለይሉ ከማውን ስድራቤታውን ከምዘለዋ ሰነዳት ጨንፈር ሚኒስትሪ ዕዮን ሰብኣዊ ድሕነትን ዞባ ደቡብ የረድእ። ዜናታት ውሽጢ ሃገር ኣብዚ ተዛዚሙ ኣሎ ዝኸበርኩም ተኸታተልትና ንዜናታት ወጻኢ ድሕሪ ዝሓጸረ መሰጋገሪት።